መስትያት ቤትና
ሰላም ከመይ ጸኒሕኩም ክቡራት ተኸታተልትና ኣብ ናይ ትማሊ መደብና ፊልሞን ደብሩ ኣብ 222 ኣብ ፎረም ነፃነት ኦስሎ ተረኺቡ ብዛዕባ ኣብ ስደትን ኣብ ኤርትራን ዘጋጠሞ መስገደላዊ ህይወት ዝገልጽ ዘቕረቦ ምስክርነት ኣቕሪብና ነርና ፎረም ነጻነት ኦስሎ ኣብ ናይ ክልተ ሽሕን ዕስራን ሽዱሽተን መደቡ ከኣ ንጸሓፊት ይርጋኣለም ፍስሃ ምስክርነታ ክትህብ ዓዲምዋ ነይሩ። ይርጋኣለም ብዕለት ሓደ ሰነ ክልተ ሽሕን ዕስራን ሽዱሽተን ኣብ ኦስሎ ብቛንቋ እንግሊዝ ምልካዊ ስርዓት ኤርትራ ኣብ ልዕሊ ስድራቤታት ዝኣወጆ ጨካን ኲናት ብዝብል ኣርእስቲ ዘቕረበቶ ምስክርነት ናብ ትግርኛ ቶርጒምናዮ ኣለና ቀጺሉ ክቐርብ እዩ ሰናይ ምክትታል።
I come from a large family. ካብ ብዙሓት ኣባላት ዘለውዋ ስድራቤት እየ መጽየ። ካብ ሸውዓተ ኣሕዋት መበል ካልኣይቲ እየ። ክልተ ኣሓትን ኣርባዕተ ኣሕዋትን ኣለዉኒ። ኣብ ጥቓ ድኳን ወለድና ኣብታ ካብ ኤርትራ ዝበረኸት ከተማ ኣብ ከተማ ዓዲቐይሕ ከኣ ዓቢና። ሎሚ ግን ካብ ኣባላት ስድራቤትና እቶም ልዕሊ ፍርቂ ከም ስደተኛታት ኣብ ኣውሮጳ ይነብሩ ኣለዉ። ኣነ ዕድለኛ'የ፣ ምኽንያቱ ናብ ኡጋንዳ ምስ በጻሕኩ ከም ኣብ ደገ ትነብር ጸሓፊት መጠን፣ ትካል ፔን ጀርመን ናብዚ ክመጽእ ዕድል ስለ ዝሃቡኒ። ሰለስተ ኣሕዋተይ ግን ናብ ኣውሮጳ ንምብጻሕ ህይወቶም ኣብ ሓደጋ ኣእትዮም ብመገዲ ኣሰጋገርቲ ደቂ ሰባት ንምድረበዳ ሰሃራን ማእከላይ ባሕርን ክሰግሩ ነይርዎም። ኣብ እዋን ንእስነተይ ዕጫይ ኣብ ኣውሮጳ ክኸውን እዩ ኢለ ሓሲበ ኣይፈልጥን። ሃገረይ እፈቱ ነበርኩ። ኣብቲ እዋን ፕሮፓጋንዳ ይምግቡና ስለ ዝነበሩ፣ ንነዊሕ ግዝያት ሕቶ ኣየልዓልኩን። ኣብ ክልተ ሽሕን ሓደን ዓመተ ምህረት ግን ኣዒንተይ ከፈትኩ። ኣዕሩኽተይ እቲ ፕረዚደንት ብዛዕባ ብዙሓት ነገራት ይሕሱ ከም ዘሎ ክዛረቡ ጀመሩ። ናይቲ እዋን ላዕለዎት ሰበስልጣን ብግህዶ ነቲ እቲ መራሒ ብዘይ ምርጫን ቅዋምን ዝኸዶ መንገዲ ክቃወምዎ ተራእዩ። ድሒሮም ግን ኩሎም ተኣስሩ። ብሕታውያን ማዕከናት ዜና'ውን ተዓጽዋ። ጋዜጠኛታት ጠፊኦም። ካብ ዝስወሩ ዕስራን ሓሙሽተን ዓመታት ኮይኑ ኣሎ። ኣበይ ከም ዘለዉ ዝፈልጥ ሰብ ግን የለን። እቲ ስርዓት ንኹሉ ኤርትራዊ ኣገዲዱ ናብ ወተሃደራዊ ወይ ሲቪላዊ ኣገልግሎት የእትይዎ። ኣብዚ ኣገልግሎት ዝኣተወ ሰብ ንዓመታት ንወርሒ ትሽዓተ ዶላር ጥራሕ ይኽፈሎ። ዝኾነ ሰብ ካብታ ሃገር ምውጻእ ዘይሕጋዊ ኮይኑ። ተስፋ ኣይነበረን። ኣብ ክልተ ሽሕን ሽዱሽተን እቲ ንእሽተይ ሓወይ ካብ ወተሃደራዊ ታዕሊም ናብ ሳዋ ሃደመ። መዓስን ኣበይን ክርእዮ ከም ዝኾንኩ ርግጸኛ ኣይነበርኩን። ብዛዕብኡ ግን ግጥሚ ጸሓፍኩ። ብተወሳኺ፣ ሓንቲ ሓጻር ዛንታ ኣዳለኹ። እታ ዛንታ ብዛዕባ ሓንቲ ንበይና እትነብር ኣደ ውላዳ ካብ ሃገር ስለ ዝሃደመ ጥራሕ ኣስታት ሰለስተ ሽሕ ዶላር ክትከፍል ዝተገደደት እያ ተዘንቱ። እታ ኣብ ዛንታይ ዘላ ኣደ እቲ እንኮ ውላዳ ኣብ ማእከላይ ባሕሪ ከም ዝጠፍአ ጸኒሓ ፈለጠት። ካልእ ዝጸሓፍኩዋ ግጥሚ ብዛዕባ ሓደ መራሕ መኪና ነበረት። እቲ መራሕ መኪና፣ ኣብታ መኪና ናይ ዝነበሩ ተሳፈርቲ ሓላፍነት ክስከም እዩ ተነጊርዎ። ሓላፍነት ክወስድ ፈቓደኛ እንተዘይኮይኑ ግን ነታ መኪና ካልኦት ክሕዝዋ እዩ ተሓቢርዎ። ኣብ ክልተ ሽሕን ሸሞንተን ዓመተ ምህረት ነቶም ግጥምታተይ ኣብ ሓደ መጽሓፍ ኣከብክዎም እሞ ናብ ቤት ጽሕፈት ሳንሱር ብምኻድ ቅድሚ ምሕታሞም ክረኣዩ ኣእተኽዎም። ፈጺመ ዝኾነ መልሲ ግን ኣይረኸብኩን። ድሕሪ ሒደት ኣዋርሕ ምስ ብዙሓት ካልኦት ብጾተይ ተታሒዘ ናብ ወተሃደራዊ ቤት ማእሰርቲ ዓዲ ኣበይቶ ተወሲደ። እዚ ክኸውን እንከሎ ብዘይ ዝኾነ ይኹን መግለጺ እዩ። ኣብቲ ወተሃደራዊ ቤት ማእሰርቲ ኣብ ሓደ ዓቢ ሰባት ዝበዝሕዎ ክፍሊ ተደርበኹ። ኣብቲ ክፍሊ ኣስታት ሰማንያ ደቂንስትዮ እሱራት፣ ገሊኤን ነብሰጾራት፣ ገለ ኣዲ ቆልዑ፣ ገለ ኣረጋውያን ከምኡ'ውን ሓንቲ ትሽዓተ ኣባላት ዘለውዋ ምልእቲ ስድራቤት ነይራ። ገለ ካብተን እሱራት ደቅኽን ካብ ሃገር ክሃድሙ መደብ ከም ዝነበሮም ትፈልጣ ኢኽን ተባሂለን ወይ ድማ ካብ ሃገር ምስ ወጹ ገንዘብ ኣይከፈልክንን ብዝብል ምኽንያት እየን ተኣሲረን። ኣብዚ ቤት ማእሰርቲ ንሰለስተ ኣዋርሕ ምስ ጸናሕኩ ናብ ካልእ ማይስርዋ ዝተባህለ ምስጢራዊ ቤት ማእሰርቲ ተቐየርኩ። ነፍሰይ ከኣ ኣብ ሓንቲ ክልተ ብኽልተ ዝስፍሓታ ብኮንክሪት ዝተሃንጸት ኣዝያ ጸባብ ክፍሊ ቤት ማእሰርቲ ረኸብኩዋ። በጻሕቲ ኣይፍቀድን፣ ብርዒ የለን፣ ወረቐት ውን ከምኡ። ድሕሪ ዓሰርተ ሓሙሽተ ኣዋርሕ ብኢሰብኣዊ ኣገባብ ተገረፍኩ። እቶም መርመርቲ ነቲ ጽሑፋተይ ብምሕታም ስለምንታይ ብዛዕባ ጽቡቕ ወገን ናይቲ ስርዓት ዘይጸሓፍኩ ሕቶ ኣቕረቡለይ። ክሳብ ዝደኽሙ ከኣ ብኣባትር ሃረሙኒ። ንጽባሒቱ ኣእዳወይን ኣእጋረይን ብገመድ ኣሲሮም ኣፈይ ብሻርፓይ ዓፊኖም ምቕጥቃጦም ብጭካነ ቀጸሉ። ነዚ ክጻወሮ ስለ ዘይከኣልኩ ሃለዋተይ ኣጥፋእኩ። ሓሙሽተ ኣዋርሕ ኣብ ሆስፒታል ምስ ኣሕለፍኩ እንደገና ናብቲ ቤት ማእሰርቲ መለሱኒ። ኣነ ዕድለኛ ስለ ዝኾንኩ ብድሕሪኡ ድሕሪ ኣርባዕተ ዓመታት ካብ ማእሰርቲ ተፈቲሐ። ኣብ ታሕሳስ ክልተ ሽሕን ዓሰርተ ሽዱሽተን ካብታ ሃገር ክሃድም ፈቲነ ግን ስለ ዘይሰለጠኒ ተታሒዘ። እንደገና ከኣ ንኣርባዕተ ኣዋርሕ ተኣሲረ። ኣብ ክልተ ሽሕን ዓሰርተ ሸሞንተን ዘካየድክዎ ፈተነ ስለ ዝተዓወተ ከኣ ካብ ኤርትራ ተኣለኹ። ኣነ ካብታ ክፍት ቤት ማእሰርቲ ዝኾነት ኤርትራ ክወጹ ዕድል ዝረኸቡ ሓደ ስለሲት ዝኾኑ ኤርትራውያን ሓንቲ'የ። ኮይኑ ግን ድሕሪ ምውጻእና'ውን እንተኾነ ኣብ ምዕራባውያን ሃገራት ምሉእ ብምሉእ ነጻ ሰባት ኣይኮናን። ኤምባሲታት ኤርትራ ኣብ ልዕሌና ይስልያ፣ ኣብ ዓዲ ንዘለዉ ስድራቤታት የፈራርሓ፣ ከምኡ'ውን ኣብ ደገ ንዝነብሩ ኤርትራውያን ካብ ደሞዞም ክልተ ካብ ሚእቲ ንኽኸፍሉ የገድዳ። እቲ ዘሕዝን፣ ምዕራባውያን መንግስታት ብተዘዋዋሪ ኣብዚ ጉዳይ እጃሞም የበርክቱ ምህላዎም እዩ። ንሳቶም ቀዳምነታት ዝህብዎ ነቲ ምስዚ ስርዓት ዘሎ ረብሓታቶም እዩ። እዚ ስርዓት እዚ ግን ነቲ ዝረኸቦ ገንዘብ ቤት ማእሰርቲ ንምህናጽ፣ ኣጽዋር ንምዕዳግን ንዂናትን ከምኡውን ንፕሮፓጋንዳዊ ወፍሪ እዩ ዘውዕሎ። እቲ ፕሮፓጋንዳ ንኤርትራ ከም ሓንቲ ጽብቕቲ ናይ በጻሕቲ ሃገር ኩሒሉ ንሓቂ ዝዓብጥ እዩ። ኣብዚ ኣብ ኣውሮጳ መንግስታት ንዋሕዚ ኤርትራውያን ስደተኛታት ብማእከላይ ባሕሪ ደው ከብሉ ይፍትኑ። እወ! እሰማማዕ እየ ብዙሓት ኤርትራውያን ኣብ ባሕሪ ክሞቱ ከለዉ ኣብ መዳጎኒ ቦታታት ክተሓዙ እንከለዉ ብኣሰጋገርቲ ደቂ ሰባት ክግረፉን ክሽየጡን ክሪኦም እንከለኹ ልበይ እየ ዝስበር እቲ ሓቂ ግን እቲ ኣብ ኤርትራ ዘሎ ኩነታት ንኤርትራውያን ካብ ሃገሮም ክሃድሙ እዩ ዘገድዶም ሰለስተ ወለዶታት ናይ ሓንቲ ስድራቤት ኣብ ግዱድ ዕስክርና ዝነብሩ ኣለዉ ብዘይ ዝኾነ ቀረብ ኢንተርነት ብዘይ ዝኾነ ይኹን ናይ ምዝራብ ናይ ምሕሳብን ናይ ምንቅስቃስን ነጻነት ካብዚኦም ብዝኾነ ኣጋጣሚ ብሃንደበት ክስወር ወይ ብኢሰብኣዊ ኣገባብ ክግረፍ ይኽእል እዩ። ነዚ ምተቐበልኩሞዶ? እንታይ ክትገብሩ ምኸኣልኩም? What do you do?
መስትያት ቤትና መስትያት ቤትና ንሓቀኛ ምስሊ ኤርትራ ንምንጽብራቕ ዝተፈላለየ ጽሑፋት፣ ተንቀሳቓሲ ምስልታትን ቃለ መሕትታትን ሒዛ ብዘካርያስ ክብረኣብ እናተዳለወት እትቐርብ መደብ እያ።